ኢሳያስ ኪንግ ናይ ኪንግታት ኣብ ብዙሕ ቦታታት የሰማምዓሉ ኣለኒ ምስ ሰልጠነ ቅድሚ ሕጂ ንኤሪሳት ብመንገዲ ሄኖክ ገይረ ሳትላይት ኤርትራ ኣነ ብዛዕባ ሰልጠነ ሓንቲ መዓልቲ እውን ትኹን ንክዛረብ ድሌት የብለይን ግብረ መልሲ ዘድልዮ ነገር እንድሕር ደኣ ኮይኑስ ክትምልሰሉ እውን ኣለካ። ንጎኒ ምትኳስ ገዲፍና ንቕድሚት ተተኮስና ንኹላትና ዘርብሓና እዩ። ህዝቢ ኢዱ ህዝቢ ዘይረቶ እንታይ ክገብር እዩ እቲ ህዝቢና ወሽለኽለኽ ዝብል። ስግንጢር ስግንጢር ዝኾኑ ዘረባታት ጥራሕ እንዳምጸ ገለ ዝዛረበሎም ሓደ ሓደ ግዜ የስሕቑኻ ማለት። ስድራቤታት ብሙሉኦም ተሰዲዶም ተሰዲዶም ናይ ሓደ ሚልዮን ቤተክርስትያን ዝሰርሑ ንሕና ጥራሕ ኢና ክንከውን ንኽእል። እዚኣ ዝበለ ኣካል ኣብ ኣለና። ዘይረጋገጽ ታኾይኑ። ሰላም ጥዕና ሃበለይ ከመይ ኣለኹም ከመይ ትቕንዩ ክቡራትን ፍትዋትን ተኸታተልቲ ሽደን ሪኣክትስ ዋን። እግዚኣብሔር ይመስገን ዳሕና ዲኹም። እንሆ ን ሎሚ ውን ከምቲ ልሙድ ብሓድሽ ቪድዮ ኣቢልና ተራኺብና ኣለና ማለት እዩ። ተመስገን!
ክሳብ መወዳእታ መደብ ምሳና ጽንሑ። ኣብ መወዳእታ ድማ እንድሕር ድኣ ሓደሽቲ ኮይንኩም ነቲ ቻነል እዚ። ሳም ክንሕወስ ቪድዮ ክንሰርሕ። ታብታብ ግበሩ። ኣረ ፎሎ በሉና።
ሳብስክራይብ ምግባር ነባራት እንተኾይንኩም ድማ ነዞም ቪድዮታት ሪኢቶን ሸር ምግባርን ኣይትረስዑ ክብለኩም እየ ዝደሊ። ናብ ናይ ሎማዓንቲ ቪድዮ ቅድሚ ምኻድና ብዙሓት ሰባት ኣለዉ ማለት እዩ ርእይቶ ዝጸሓፍኩምልና ብጣዕሚ ብጣዕሚ እየ ዘመስግን ናታትኩም ርእይቶ ክነንብቦ ኢና ማለት እዩ ብዙሓት ከምዚ ትርእይዎ ዘለኹም ደስ ደስ ዝብሉ ርእይቶታት ኢኹም ጽሒፍኩምልና ከይድኩም ዘለኹም ነዚ ኩሉ ብሓደ መዓልቲ ንምምላስ እኳ ዝኸብድ እንተኾነ ሕልፍ ሕልፍ ኢሎም ደስ ደስ ዝብሎ ርእይቶታት ግን ሰላም ሰላም ሽዱ ሓውና ዕድመን ጥዕናን ይሃብካ ብልቡናኻን ብፍልጠትካን ኣዝየ እየ ዘድንቐካ ካልኣይ ከኣ ጠቓምን መሃርን ትሕዝቶ ስለ ተምጽኣልና ኣዚና ኢና ነመስግን ኣጆኻ በርትዕ ንዝበለኒ ብርጌድ ንሓመዱ ፍትሓዊ ያብ ፍሮም ብሉ ሪቮሉሽን ዌልካም ማይ ብሮ ብጣዕሚ ብጣዕሚ ኣነ ዋላ ዘመስግነኩም ማለት እዩ ካብ ልቢ ዝመንጨወ ደስ ዝብል ምክርን ማዕዳን ስለቲ እውን እየ ከምዚ ዓይነት ስራሕታት ንክሰርሕ እውን ኣኽኢሉኒ ዘሎ ማለት እዩ ብጣዕሚ ብጣዕሚ እየ ዘመስግን

ዋይ ኣዩ ራኒንግ ኢሉ ሰብኣይ ዋይ ኣዩ ራኒንግ እዩ ዝበሃል እዚ ጉዳይ እዚ ዋይ እስኪ ቀፅል መራሒ ብርጌድ ሓመድ ኣገበሉ ኣገበል ኣታልኩም ህዝቢ ኣገበል እንዳጠፋእኻ ተጣቕዕ ከነጽሮ ዝደሊ ማለት እዩ ሰልጠነ እሺ። ብዙሕ ግዜ ንዓይ እውን ሽመይ እንዳጸውዐ ብዛዕባይ ብዙሕ ይዛረብ እዩ ኣነ ብዛዕባ ሰልጠነ ሓንቲ መዓልቲ እውን ትኹን ን- ን- ክዛረብ ድሌት የብለይን ቅድሚ ሕጂ ተዛረብኩም ብድሕሪ ሕጂ እውን ድዛረብ ኣይመስለንን ምክንያቱ እቲ ናተይ እምነት እንታይ እዩ ኣነ ሓደ ጸላኢ ኣለኒ ናብቲ ጸላኣየይ ፎካስ ጌረ ኢካ ክትቃስ ዝደሊ ማለት እዩ ገለ ገለ ካብቲ ናተይ ጠመተ ምናልባሽ ንጎኒ ከውጸኒ ዝደሊ ነገር ብዓቅሊ ብትዕግስቲ ይሕዞም እየ ማለት እዩ ምክንያቱ ኣየርባሓንን ኢለ ስለ ዝሓስብ ማለት እዩ ኣብ ዝተፈላለዩ ኣጋጣሚ እውን ምስ ሰልጠነ እውን ብዛዕባ እዚ ጉዳይ እዚ እውን ተዘራሪበ ኣለኹ ማለት እዩ ንጎኒ ምትኳስ ገዲፍና ንቅድሚት ተተኮስና ንኩላትና ዘርባሓና እዩ ዝብል ማለት እዩ ኣብ ብዙሕ ቦታታት ዘይሰማምዓሉ ኣለኒ ምስ ሰልጠነ። ኣብ ብዙሕ ቦታታት ከምቲ ንዓይ ዝነቕፈኒ ንዑ ክንቕፈሉ ዝኽእል ብዙሓት ነገራት ኣለዉ። ግን ወላ ሓደ ንዓይ ንሰልጠነ ኣብ ሜድያ ወጺእካ ምንቃፍ ማለት ብጀካ ንህግደፍ ንኻልእ ከርብሕ ኣይክእልን'ዩ። ምንቕቓፍ ከኣ ሓድሕድካ ምውቓዕ ስለ ዝኾነ ረብሓ የብሉን ስለ ዝብል እምበር ሰልጠነ ስለ ፍጹም ዝኾነ ኣይኮነን ኣነ ዘየልዕሎ። ከምቲ ኣነ ዝጋገዮ ከምቲ ንዓይ ክእርመኒ ዝነቕፈኒ ሽሕን ሚእትን ኣሎ እሱ ኣነ ክዛረበሉ ዝኽእል ማለት'ዩ። ኣብኡ ግን ኣይኣቱን'የ ምኽንያቱ ረብሓ ናተይ ኣይኮነን። ረብሓ ናይቲ ህዝቢ ኣይኮነን ረብሓ ናይቲ ቃልሲ ኣይኮነን ስለዚ እዚ ኣነ ዝኽተሎ ንሰልጠንዎን በዚ ጋጣሚ እዚ ዓይነት ከይዲ ክኽተል እቲ ኣብ ብሕትና ኣብ ዝተፈላለየ ጋጣሚ ዝተዛረብክዎ ኣብ ቅድሚ ህዝቢ እውን ይደግሞ ኣለኹ ማለት እዩ። ጽቡቅ ሓሳብ እዩ ንስኻ ከምዞበልካዮ እንድሕር ድኣ ልቢ ዕቢኻ እንተዘይተዛረብካ ይሕሸካ ንዓኻ'ውን ይሕሸካ። ነቲ ካሊእ ሰብ ውን ይሕሾ ከም ናተይ ኣረዳድኣን ኣረኣእያንሲ እንተዘይትዛረቡ እዩ ዝሕሸኩም ነንባዕልካትኩም እኳ ተዘይበልኩካ ሰብ እንዲኹም ክትዛረቡ ንቡር እንዲ ሓደ ሓደ ግዜ ግን እንታይ ኣሎ መሲልካ ዝኾነ ግብረ መልሲ ዘድልዮ ነገር እንድሕር ደኣ ኮይኑስ ክትምልሰሉ እውን ኣለካ ምሽ ተኸንካ ደኣ ዘይትምልስ ክትምልስ ዘለካ ሰዓት እንድሕር ኮይኑ ክትምልስ ይግባእካ እዩ ቅኑዕ ዝኾነ ዘረባ እዚ ኣብዚ ንእቶ እሞ እሺ። ጀነሬሽን ኤርትራዊ እዩ ይብድል ነይሩ ዝብል ብዙሕ ነገር ምክታዕ ይከኣል እዩ። ፌር ዘይኮኑ ነገራት እውን ከም ዘለዉ ንርዳእ ኢና። ዜሮ ዜሩ ኢሳያስ ዝመውጽኣ መእተዊ ኣይከል ኣይከላእክዮን ወይ የማነ ማንኪ ወይ ፊ ፊሊጶስ ከይወጽ ከይኣቱ ኣይገበርክዮን። እቲ መንእሰይ ግን ፊፍቲ ፐርሰንት ህይወቱ ኣትሒዙ ድንበር ጣይሱ እናገበረ ብኣፍ ኣቢሉ ንኽሓልፍ ሸልተርስ ጣይሱን ጌርኪ ኣምጺኺ ኮሚሽን ብሽሙ እናተቐበልኪ ናይ ዩኤንን ናይቲ ኣይስብን ደስ ዘይብሉ ነገራት ክህልው ይኽእሉ እዮም ኣብቲ ከይድታት ንሱ ኣብቲ እዋን ኩናት እውን ከምቲ እሱ ዝገበሮ ዓይነት ድዩ ወይስ ኣይኮነን ኣነ ስኢል ሓደ ኮሎኔል ኣብ ዝተኣሰርኩሉ ግዜ ነባር ተጋዳላይ ሓደ ኮሎኔል ነይሩ ናውጋዕና እናሃለናስ ንምንታይ እዮም በዚ መጠን እዚ ክጭክኑ ክኢሎም? እዚ ኩሉ መስኮት ነቒልካ፣ በሪ ነቒልካ ክሳብ ምውሳድ፣ ባጃይ ጽዒንካ ክሳብ ምውሳድ ንምንታይ ክሳብ ክንድዚ ጨኪኖም? ገለ ክብሎ እንተለኹ ዘይሰማዕክዎ ታሪኽ ይነግረኒ ማለት እዩ። ደስ ዘይብሉ ነገራት ነይሮም ኣብቲ ቦርደር ከባቢ ብፍላይ ደፊኡ ምስ ኣተወ እናደፍአ ክኸድ ከሎ ናይ ሰራዊት ኢትዮጵያ ዝተወሰኑ ቦታታት እዞም ናይ ቀይ ባሕር ኮርፖሬሽን ዲ ገለ ዝበሃሉ ዝኾኑ ነገራት ነይሮም እና እዚ ወይራ ትራንስፖርት ዝበሃል ራእይ ስሙስ ተወሰኑ ፌር ዘይኮኑ ዓይነት ነገራት ነይሮም ናይ ምውሳድ ዓይነት ነገር ነይሩ እዚ ግን ብምን
ሕራይ ጽቡቕ እዩ ትኽክለኛ እዩ እቲ ወግዒ ኣነ ሓደ ዓብዪ ሰብኣይ ብዝኾነ እዋን ኮፍ ኢልና እንዳዕለልና እንዳሃልና በታ ንሱ ዝብላ ዘሎ ተመሳሳሊ ምስ ሓደ ዓብዪ ሰብኣይ እንዳዕለልና ነርና እቲ ጉዳይ ከኣ ምስኡ ዝተተሓዘ ኣይኮነን ግን ቂም ኣለዎም ድዩ ኣብ ልዕሊናሲ ናይ ብሓቂ ኤርትራውያን እንታይ ኢና ጌርና ቀይምናዮም ቀደም ኢለ ኣነ እውን ዝሓተትኮም ይነግሩ ነይሮም ንሶም ከዓ ኣብ ኤርፖርት ከባቢ እዮም ዝሰርሑ ነይሮም በቲ ቴስዓ ዓመተ ምህረት ድዩ በቲ ገለ ማለት እዩ ስለዚ ብዙሕ ሓፂነ መፂን ብፍላይ ቴንዲኖሎጂ ግዛዕ ዝመሳሰለ ናይ ህንፃ መሳርሕታት ተኣኪቡ ሰማይ በጺሑ ከም ዝነበረ ነጊሮምኒ ማለት እዩ። ካበይ ዝመጸ ኢለዮም ካብኡ ዝመጸ እዩ። ነዙይ ነዙይ ደኣ ክ ኣብ መን ከም ዝውዕል ኣይፍለጥን እምበር ከምዚ ከምዚ ዓይነት ዝበሃሉ ነገራት ሕነ ክትፈዲ ዝጎሳጉሱ ማለት ሕራ ነገዲፎም ዝኸዱ እቲ ከባቢ እቲ ማሕበረሰብ ብፍላይ እቲ ኣካል ናይቲ ጠቕላ ጥቓ ባድመታትን ፅሮናን ግዛዕን ዝነበሩ ግንባራት ግንባራት ፊት ንፊት ዝነበሩ ማለት እዩ ኣዝዮም ከም ዝተሃሰዩ ተመለሱ ተባሂሎም ወታደራት ንባዕሉ ኣይንምለስን ኢሎም ተናዲድና ኢና ብዝብል ስምዒት መዓት ፎቓት ከም ዘዕነዉ ገለ'ዮም ነጊሮምኒ ማለት'ዩ። እዚ ሓቂ ስለ ዝኾነ ሕጂ ትሽፍኖ ትሸፋፍኖ ኣይኮነን ሪያሊቲ እዩ። ክትክሕሶ እንተለካ ትኽሕሶ ይቅርታ ክትብል ዝግበኣካ ተኾይኑ ይቅርታ ክትብል እዩ ዝግበኣካ ግን እቲ ዝነበረ ናይ ሰለስተ ዓመት ብድሕሪኡ ተመሊሱ ዝመፀ ኲናት ኣብ ትግራይ ዝተገብረ ወረራ ግን ንዕኡ ግብረ መልሲ ክኸውን ያእዩ ተገ ተባሂሉ ብዝብል ኣነ ቦዘይ የርእየን እየ ማለት እቲ ናይ ቴስዓ ዓመተ ምህረት ዝነበረ ኩናት ናይ ቦርደር ምድፍፋእ ኩናት እንድዩ እቲ ናይ ሰለስተ ዓመት ዝነበረ ናብ ናይ ትግራይ ኩናት ግን ዓሌት ንኸፅንት ዝመፀ ወታደር ዝገበሮ ጅምላዊ ጨፍጫፍ እዩ ስለዚ ኣፈላላይ ኣለዎም ብጣዕሚ ኣፈላላይ ኣለዎም ንሞት ኣፈላላይ የብሉን ንምዝራፍ ንምስራቅ ኣፈላላይ የብሉን ክሳብዚ ማዕረ እዩ ተኸይዱ እቲ ግን ብዝተጋደደ ሓይሊ ብዝተጋነነ መንግስቲ ምልኢት ኣሚኑሉ ዝመፀ ሰራዊት በስሕተቱ ዝፈፀሞ ገለገለ ዝበሃል ኣይኮነን ኮነ ተባሂሉ ኣንፃሪኦም ኢልካ ንዝኣመንካሎም ሓይልታት እውን ኣሰልጢን ጋዕጢዕካ ብምልኣኽ ዝተኻየደሉ ዝተገብረ ናይ ኤርትራ ሕጂ ኣብ ሰለስተ ዓመት ዝተገብረ ከኣ ዝገደደ ብጣዕሚ ብጣዕሚ ጭካነ ዝተመልኦ እዩ ነይሩ ማለት እዩ። ነዚኦም ክልቲኦም እቲ ሓደ ነቲ ሓደ ክኽሕስ እቲ ሓደ ነቲ ሓደ ክኽሕስ ማለት ብሰናይ ምግባር ክትከሓሓስ ትኽእል ኢኻ፣ ብበደል ግን ኣይትከሓሓስን ኢኻ ለውጢ የብሉን። ምክንያቱ በደል ንበደል ኣይክሕሶን እዩ በደል ንበደል እንታይ እዩ ዝገብር ቂምታ እዩ ዝፈዲ ሕነ እዩ ዝፈዲ ሕነ ድማ ሕነ ምፍዳእ እዩ ዝወልድ ስለዚ እዚኦም ክርስዑ መንታን ተረሲዖም ክተርፉ ምእንታን ዘይኮና ንተዓረቕ ገለ ንብል እዚኣቶም እንዳተዘከሩ ግን ከይድገሙ ጥንቃቐ ዘድልዮም ነገራት ስለ ዝኾኑ ካብ ክልቲኡ ማሕበረሰብ እንታይ እዮም ወሊዶም ድሕር ዳ ኢልኩም ጥፍኣትን ድኽመትን ዕንወትን እዮም ወሊዶም ከምቲ ዝበሎ ሕጂ ኣነ መብዛሕትኡ ዘይሰማምዓሉ ሸልተር ዝመስል ሰሪሕኻ ንመንእሰይ ጅሆ ሒዝካዮ ገለገለ ነይሮም እንዲኦም ብዙሓት ምሳይ ዝተምሃሩ ሕጂ ብትምህርቲ ደረጃ መወዳእታ ኣጸቢቐ እኳ ድኣ ዝዝክሮ ሓደ ትምህርቲ ኣብ ናይ ትምህርቲ ቦታ ካብ ኤርትራ ዝመጹ ሰለስተ ድዮም ኣርባዕተ ኣብ ሃዋሳ ዩኒቨርሲቲ ኣብዚ ዝተማሃርኩሉ ዩኒቨርሲቲ ንባዕሎም መወዳእታ ናይ መቐለ ዩኒቨርሲቲ ምስ ተዓጸወ ብኹናት ኣቢሉ ኣብዚ ክምልኡ እንተለዎ ማለት እዩ ኣብቲ ኣነ ዝተማሃርኩሉ እውን መጽዮም ስለዚ ንትምህርቲ ዕድል ዝተመቻቸወሎም ነይሮም ብዙሓት ሰባት ማለት እዩ ትምህርታዊ ዕድል ስነ ጥበባውያን ኮይኖም እዚኦም መናእሰይ እዮም ስነ ጥበባውያን ኮይኖም ድማ ናብቲ ስነ ጥበብ ንክኣትዉ ዝተመቻቸወሎም ነይሮም ከም በዓል በረከት መሰለ ዝኣመሰሉ ህፃናት ቆልዑ ንባዕሉ እኮ እዩ ዘይተረፈ በዓል ፍረ ሰላም ሙሴ ዝተመቻቸወሎም ነይሮም ብዙሓት በዓል ኪሮስ እዚኦም ኩሎም ዞም ዝመፁ ነበሩ ሽዑ ብመዓስከር ኣቢሎም ብዙሓት ዝወፁ ሰባት ኣለዉ ብቁፅሪ ንፈልጦምን ዘይንፈልጦምን ማለት እዩ ብዙሓት ዋላ ወፂኦም ዕርዮም ህቡባት ዝኾኑ ዘይኮኑ ከምኡ ብኡ መጠን ድማ ዝተጎድኡ ኣለዉ ናብዚ ክመፁ እንተለዉ ገንዘብ ተሓቲቶም ሕጂ እውን ዝሕተቱ ኣለዉ ግን እቲ እቲ ስርዓት ናይ ትግራይ ዝነበረ ነዚ ኩነታት እዚ ካብኣቶም ሲ ገንዘብ ተጠቂመ ካብ ዩኤን ገንዘብ ኣኪበ ክበልዕ እየ ኢሉ ዋላ መስሪትዎ ክኸውን ይኽእል ህዝቢ ትግራይ ግን ነዚ ጉዳይ እዚ ይፈልጦ እዩ ካብ ሓደ ጀሚሩ ክሳብ ላዕሊ ካብ ሊቅ ክሳብ ደቂቅ ካብ ተባዕታይ ክሳብ ኣንስተይቲ እዚ ጉዳይ እዚ ፈሊጦም እዮም ዝገብርዎ ነይሮም ኣብ ትግራይ ከምኡ ይግበር ነይሩ እዩ ይግበር ነይሩ ኸውን እዩ ትክክል እዩ ይግበር እዩ ግን እቲ ህዝቢ በዚ ቴማ ዘይኮነ ተረዲዎ ነቲ መዓስከር ማለት እዩ ነቲ መዓስከር ዝተረድኦ ሓደ ኤርትራዊ መፂኡ ኣብ ማእኸል ቦታ ኣነ እኮ ኤርትራዊ እየ እንተ ኢሉ መታወቂያ ዲኻ ካብዚ ኢኻ መፂኻ እዚ ትገብር ነርካ እዚ ትገብር ነርካ ኢሉ ይሓተኒ ነይሩ እዩ ኣነስ ከምዚ እየ ተሓቲተ ብክሳደይ ተሓቲተ እየ ተታሒዘ ዝብል ሰብ እንተልዩ ብፍላይ ኣብ ከባቢ ሽረ ሕፃፅ ልባጉና ገለ ትነብሩ ዝነበርኩም ማለት እዩ መፂኡ ክምጉተኒ ይኽእል እዩ ኖርማል ክካታዕ ይኽእል እዩ ምሳይ ማለት እዩ ዘይነበረ ነገር ክነውግዕ የብልናን ንክንፍቶ ኢልና ወይ ንከይፍቶ ኢልና ንገብሮ ነገር የለን። ተኣምር ዝወዳደር ኣይኮነን ብሬሾ ክትሪኦ ተለኻስ ዝራኸብ ዓይነት ነገር ኣይኮነን ገሊኡ ይጻወትኒ ነይሩ ኦኬ ኖ ማተር ዋት እቲ ስኬል ምንም ይኹን ምን ፌር ዘይኮኑ ነገራት ነይሮም ማለት እዩ በቲ ሽሕ ሰዓት። ሓደ ሓደ ግዜ ኣብ ኤርትራውያን ዘሎ ግርህና ዲና ክንብሎ ዋላ ዕሽነት ከማን ኣይርድኣካን እዩ። እዚ ሰብ እዚ ኣብቲ ነታ ንእሽተይ ዘላቶ ዝና ዓባይ ዝና ኣይኮነትን ንዓቱ ጠቂሙ ሰራዊት ኤርትራ ሕማቅ ምኳኑ ሕማቅ ከም ዝገበረ ግፍዒ ከም ዝገበረ ብዛዕባ ኤርትራ ጎስጓስ ዝገብር ዝነበረ እዩ ኣብዚ ቀረባ እዋን ድማ ኤርትራውያን ንሓግዞ እናበሉ ይጉስጉሱ ከም ዘለዉ ንማንም ሰብ ክትሕግዞ ትክእል ኢካ ንጸላኢካ ምሕጋዝ ወይ ውን ከምዚ ኣንጻርካ ንዝሰርሕ ባዕልካ ኣብታ ኩርሲ ምስ ሰቀልካዮ ጽባሕ ንግሆ ተጎዲእካ ግን ኡይ ክትብል የብልካን ስለዚ እዚ ነታ ዝነበረቶ ፕላትፎርም ኣንጻር ኤርትራ ጎስጓስ ንምግባር ዝተጠቐመላ እዩ ነይሩ። ስለዚ ከምታ ኣብ ጎስጓስ ናቱ እትሮጦ ተኾይና ባዕሉ ህዝቢ ህዝቡ ዘይረቶ እንታይ ክገብር እዩ እቲ ህዝቢና ወሽለኽለኽ ዝብል እ ስለምንታይ ንህዝብኻ ክትሕግዝ ዘይትመርጽ ኣሕዋትካ ዘየለዉ መሊኦም ሓገዝ ዘድልዮም ዘሎ ስፖርታዊ ክለባት ዘድልዮም ዘሎ ንዖም ምስ ገበርካ ድሕሪኡ ንተጋሩ ሓግዞም ኢትዮጵያውያን ግዞም ሱዳናውያን ሓግዞም I don't care መጀመርያ ግን ንሓውካ ክትሕግዝ ዘይትፍትን እንተኮነ ገለ ገለ ሰብ ኣሎ በቃ I don't know ሕማም እየ ክብሎ ዝክል ግን ንሓምዚ ሓቡ ብዙሕ ክዛረብ ኣይክእልን እየ እዚ ሰብ እዚ ክትሕግዞ ደሊካ fine ብሽም ኤርትራዊ ክትሕግዝ ደስ ዝብላካ እንተኮይኑ ግን ኤርትራውያን ኣሕዋትካ ኣለዉ መዓት ኣትለታት ኣለዉ ኣብዚ ነዚ ጧዕባዕ ዘበልዎ ኣብቲ ውድድር ምስኦም ተወዳዲሩ ነይሩ ወላ ሓንቲ ምስኦም ክከይድ ኣይከኣለን maybe ስለዚ ነቶም ዓቅሚ ዘለዎም ደቂ ዓድካ ክትሕግዝ ዘይትመርጽ ስለምንታይ ኣብቲ ጎቦ ጎቦ ትከይድ ኩሉ ግዜ ዝበዛሕኩም ከማኦም ዘይኮንኩም ይፈልጥ እየ ግን ሐራይ እታ ጉዳይ እዚኣ እንታይ እያ ማለት እዩ ድራር ጂ ዝበሃል ድራር ገብረሂወት ዝበሃል መጀመርታ ዘቅርቦ ዝነበረ ጆርጆ ድራር ዝበሃል ይቅርታ መጀመርታ ዘቅርቦ ዝነበረ ፅቡቅ ፕሮግራማት ነይርዎ ኣነ ዋላ ንባዕሉ ክሳብ ሕጂ ዝኾነ ፒን ገይረ ዘቕመጥክዎም ቪድዮታት ኣለው ሓፈሻዊ ምኽርታት ምስ ቢዝነስ ዝተተሓዙ ካልኦት ካልኦት ነገራት ብጣዕሚ ንኹሉ መሃር ዝኾኑ ብፍላይ ነቲ ማሕበረሰብ ኣብ ብትግርኛ ሰማዕ ዝኾነ እንዳተርጎመ ዘይተረድአና ዘረድአና ዝነበረ ብጣዕሚ ጎበዝ እንታይ ዝበሃል ዩቱበር ነይሩ ማለት እዩ ሓደ ሓደ ግዜ ግን እንታይ ከም ዝኾነ ኣይትፈልጥን ዲኻ ዝኾነ ዝኾነ ሰብ እቲ ዝነበሮ ዓብዪ ክብርን ዝናን ግድፍ የብል እሞ ናብ ዘይኮነ ዳይሬክሽን ከዓ ክኣቱ ትሪኦ ኢኻ ማለት እዩ። ምእታው ኣይኮነን ሕጂ ኣነ ንዓዱ ደጊፉ ብዛዕባ ዓዱ ምዝራቡ ጽቡቕ እዩ። ምጽራፍ እንዳተጻረፈ ምውዓሉ እሞ ከዓ ክትንትን ከሎኸ እቶም ስግንጢር ስግንጢር ዝኾኑ ዘረባታት ጥራሕ እንዳምጸ ገለ ዝዛረበሎም ሓደ ሓደ ግዜ የስሕቑኻ ማለት እዩ። ሕጂ ክትሕግዝዎ ትኽእሉ ኢኹም ፋይን ይብል ኣብ ማእኸል። ግን ንካሊእ ሰብ ሓግዙ ሓገዝ ማለት እኮ ንዘይክእል እዩ ዝሕገዝ ድራር እታ ኮይንካ ኢኻ ሓገዝ ማለት ሲ ነቶም ተወዳዲሮም ስዒሮም ዝተፈለጡ ንሕና እኮ ብገንዘብ ኣይንሓግዞም ንንበዓል ቢንያም ግርማይ እምበር ብሞራል ግን ኣንጨብጪብና ድሁል ክትኮን ከለኻ ብኣእምሮኻ ወይ ውዱቕ ክትኮን ከለኻ ብኣእምሮኻ ብጣዕሚ ሕማቕ ነውራም ስለ ዝኾነ እዩ እምበር ናይ ቢንያም ግርማይ ፀወታ ኣሎ ውድድር ኣሎ ተባሂሉ እኳ መቐለ ብዲኤስቲቪ ሰብ ተኣኪቡ ክትፍዝ ርኢኻ ኢኻ ብጣዕሚ ዝገርም ማለት እዩ ስለዚ እዚ ማለት ሓደ ሕብረተሰብ ክንደየናይ ዝኣክል ምዕባለ ኣምፂኡ እንተብቅዕ እንተሎ ካብቲ ሕብረተሰብ እዚ ወፂእና ከይድና ኢሎም ኣብ ዝማዕበል ዓዲ ዝርከቡ ሰባት ግን ብትሕቲኡ ዓይነት ዘረባ እንትዛረቡ እንተለዉ ካብዚ ንላዕሊ ዝሕዘን ፍፃሜ የለን ጆርጆ ድራር ድማ ንሓግዞ እስ ኦኬ እስ ኦኬ እንተይልካ ባይዘወይ ማለት እዩ ፀገም ኣለዎ ንእሽለይ ፀገም ፀገም የብሉንሲ ንእሽለይ ፀገም ኣለታ ኢሎም ዓበይቲ ካብቲ ምስላስ ንሓግዞ እስ ኦኬ ግን ክትሕግዝ ተደላ ግን እንታይ ኣምጾ እዚ እኮ ሓገዝ እኮ እዩ ንዘይክእል ኢኻ ዝሕግዞ ንሓደ ኤርትራዊ እውን ኣይንሓግዞ ዝበለ የለን ኩሉ እዩ ክሕገዝ ማለት እዩ በቃ ሓገዝ ንዘልዮ ሰብ ከምዚ ገይሩ በዚኣ እኳ ይሃርመና ነይሩ በዚ ኣቢሉ ይወቕጠና ነይሩ በዚ ኣቢሉ ሓቁ ንስኻ ሓሶት ክትሰብኽ እንተለኻ ኩሩዕ ኤርትራዊ ኣብ ዓዱን ኣብ ዓውዱን ኮይኑ እዩ ዝዋጋእ ዘሎ እንዳበልካ ህዝቢ እንትሃልቕ እንተሎ ሓደ ሰብ ስነ ኣእምሮ ልቢ ስለ ዘለዎ ብልቡ ይሓስብ ነይሩ ካብቶም ብእግሪ ዝሓስቡ ብተወሳኺ ልቢ እውን ይሓስብ ነይሩ ማለት እዩ ራይዲንግ ወይ ምውድዳር ወይ ገለ እንታይ እዩ ዝበሃል ዘይክኸውን ይኽእል እዩ ጧዕዋዕ ኣቢሉ ስዒሩ ገለ ገለ ትብል ኣለኻ ስዒርወ ንስኻ ስለ ዘይትኣምን እዩ እምበር እቶም ዝሰዓሩ ንባዕሎም ጀጋኑ ተባሂሎም ተሞጊሶም ተወዲሶም ተኸቢሮም ተሸሊሞም እዮም ኩሉ ሰብ ከኣ እዩ ብማዕረ ኣኽቢርዎም ማለት እዩ ንሓጎስ ንስፖርታዊ እንታይ እዩ ዝበሃል ምትሕግጋስ ዋላ ሓንቲ ኣነ ከምዚ ዓይነት ሕስድና ከምዚ ዓይነት ዓብይ ቻነል ከፊትካ ብድምፅን ብማይክሮፎንን ወጢሕካ ክትዛረበሎም ነውሪ ስለ ዝኾነ ከምዚ ዝበለ ንእሽለያት ምንቀኝነታት ተንገድፎም ፅቡቃት እዮም በዓል ጆርጆ ይሪኦም እየ ኣነ ከምዚ ዓይነት ዘረባታትስ ቀፅል እዚኣ በዚ ኩልኹም ካብ ውሽጢ ውሽጢ ጎሮ ደሓነይ ንገብ ንገብር ኣለና እንዲና ደሓን ኣይተቃልዕዎ ኖኖኖኖ ኢናፍ ኢዝ ኢናፍ ኢናፍ ኢዝ ኢናፍ እዚ ጉዳይ ኣዝዩ ኣዝዩ ማሲ ናይ ወዲ ሙላ ዝሰርሖ ፕሮግራም እዩ ኢልካ እዚ ናይ ሓሶት እዩ ብሰንኪ ሃገራዊ ምዃኑ ሃገረይ ስለ ዝበለ ኣብ ልዕሊ ሓውና ተንኮል ተቢሉ ኣብ ትሕቲ ሕጊ ኣሎ። ስድራ ቤታት ብሙሉኦም ተሰዲዶም ተሰዲዶም ናይ ሓደ ሚልዮን ቤተ ክርስቲያን ዝሰርሑ ንሕና ጥራሕ ኢና ክንከውን ንኽእል ኣብ ዩጋንዳ ናይ ሓደ ሚልዮን ድዩ ክልተ ሚልዮን ስ- ዋጋ ዝወደአ ቤተ ክርስቲያን ናይ ኤርትራውያን ኣሎ ንምንታይ ኣብ ኤርትራ ዘይተሰርሐ ኢሉ ዝሓትት የለን ግብፂ ከይድና ኣኽቢብና ጨ- ምስ ኣልሲሲ ከምዚ ጌርና ዋ ህዝቢ ጠፋእ ኣሎ እንታይ ንግበር የለን መልሲ
ገምጊምና ኢና ተሓታትነት ይረጋገጽ ኣብዚ ኣለኹ ኣነ ካሊእ እውን ከም ኣሎ ተሓታትነት ይረጋገጽ ስርናይ ዝሰረቐ ሓፂን መፂን ዘልዐለ ኢንፎርሜሽን ዝሃበ ይረጋገጽ ናይ እማ እንትኾን ተተገምጊሙ ንሳ በዓላ ኣብዚ ኣለና ንሕና እዚኣ ዝበለ ኣካል ኣብ ኣለና ዘይረጋገጽ እንተ ኾይኑ እንተ ኾይኑ ኣብ ሕጊ ለይቐርብ ድሕር ተገምጊሙ ስለዚ ከም ውድብ
እንተ ኾይኑ ናብ ሕጊ ዘይቐርብ ዝብል እዩ ወጠጦያን ወጠጦ እንትፋረዱ ሰይኒ ተሓረድ እዩ እኮ ኢለካ መን እዩ ናብ ሕጊ ከቕርቦ ንመን ኢኻ ናብ ሕጊ ከቐርበልካ ትፅሊ ዘለኻ ኣነ እኮ ምስኪና ታፍኖ ከተወሰደ በኋላ ተገድሎ ወንዝ ተገኝቷል እዚ ከዓ

ሊቀመንበሩ በዞኑ የሚገኙ አባላቱ ፓርቲው መደገፍ ህወሀት መቃወም አቁሙ አለበለዚያ ትገደላላችሁ የሚል ማስፈራሪያ ደርሷቸዋል ሲሉ ህወሀትን ከሰዋል። ብፍላይ እቲ ጭውያ ዝተፈፀመ ብኣርሚ ዓሰርተ ሸውዓተ እዩ ካብዚ ዝርዝር ዝድለ ሓበሬታ ኣርሚ ዓሰርተ ሸውዓተ ክብል ከለኹ እቶም መራሕቲ ማለት እየ ላዕለዋይነት ዘለዉ ኣዘዝቲ ካብዚ ዝሓለፈ ዝርዝር ሓበሬታ ግን ኣብ ኢድና ኣሎ ዝኣክል ሓበሬታ ሒዝና ኢና፣ እዚ ሒዝና ናብ ቤት ፍርዲ ንክኸይድ እቶም ዝምልከቶም ኣካላት ናይ መንግስቲ ኣካላት ከፃርዩልና ካብ ሎሚ ጀሚርና እቲ ደብዳቤ ከነእቲ ኢና፣ ውፅኢቱ ሓቢርና ንሪኦ ክኸውን ኢዩ።
ሐዚ ኣነ ኣብ ዘይተ። ረእይዎ ሕጂ ማለት ኣነ ብጣዕሚ እዩ ዝሕዝን ረእይዎ እቲ ንቕሓት ማለት እዩ ኣብዚኡ በፂሑ ንቕሓት ናይ ዓድናስ ጠርዚ እንድዩ በፂሑ ንቑሕ እንድዩ እቲ ሰብ ዋላ ሓንቲ ፀገም እንኮ እዩ ዘይብሉ እንትብለካ ተሎ ዝኾነ ሰብ እዚኣ ኢኻ ትብሎ ትኽእል እሂ ነዚ ሰብኣይ እዚ መን ቀቲልዎ ቀቲልዎ ኣይኮነን ቀቲሉ ናብ ሩባ መን ደርቢዎ እዩ ናብ ወሰን ዓድስ መን ደርቢዎ ንምንታይ ዕላማ ደርቢኸዮ ፖለቲካዊ መኽሰብ ክትረክብ ኮምዚ ተኮይኑ በቃ ተስፋ ዘቁርጽ ሃለዋት ማለት እዩ ሲካ ቶታልስ ኮምዚ ዝገብር ዘሎ ዝኮነ ተለኣኣኽ እንድዩ እቲ ተለኣኣኽ ከኣ እንታይ ማለት እዩ ቅርሺ ብገንዘብ ተገዝአ ግዙእ ዕሱብ ማለት እዩ እቲ ዓሰበ እዩ ኮምዚ ዝገብር ዘሎ ነቶም ዕሱባት ክእርም ዝኽእል ዝኾነ ይኹን ሕጊ የለን ኣብ ሓሶት ዝተመስረተ እዩ ትዕላል ትጉዳይ ንሓደ ሰብ ቀቲልካ ተምጽኦ ዝኾነ ይኹን ፖለቲካዊ ለውጢ የለን። ምስዓር እንድሕር ኣብካ ኮይኑ በቃ ተሳዒርካ ኣለኻ ማለት እዩ። ሞት መፍትሒ ኣይኮነን መቅተልቲ መፍትሒ ኣይኮነን። ነቂሕና ኢና ኢሉ ንዝዛረብ ማሕበረሰብ ገና እቲ ክሲ ክወጽእ እዩ ኣብ ኣብ ከይዲ እዩ ዘሎ እንድሕር ወጽዩ ግን ዳርጋ ቶታሊ ዓብዪ ዕንወት እውን ክኸውን እዩ ማለት እዩ። ራእይዎ በሉ እቲ ጉድና ናብ ሚድያ ኣይትኺዱ ጉድኩም ይወጽእ ኣሎ እስኪ እስኪ ገለጹ ነገራት ትኹረት ክገብር መጀመርያ ግን ውሰድዎ ኣይትውሰድዎ ንዓኹም ሓደ መኣረምታ ኣለኒ ታይ እዩ እሱ ናብ ሚድያ ክትቀርቡ ከለኹም ሲ ናይ ዓበይቲ ሚድያ ኣይትቀርቡ ናብ ኮልኮሌ ሚድያ ንምንታይ ትቀርቡ ዝብል ሓደ ናይ ግለይ ርእይቶ ኣለኒ ምክንያቱ ናብ ርኤት ክትቀርቡ እንተለኹም ሲ ኣይምጥነኩም እዩ ንዓኹም ርኤት ታይ እዩ ንሕና ንፈልጦ ኢና ሩየት ንዓኹም ዘይምጥን ሚድያ ቀሪብኩም ንዓ ብትላይ ንደክተር ደብረፅዮን እዩ ዝወቐሳ እዚኣ ነዘቐርብ ዘለኹ ናብ ዩቲዋትስ ኣይትኽዱ ተተጋጊኹም እንኳንስ ዘስተኻኽለልኩም ነገር የለይ እታ ዝደልዩ ዋት ኣሕማቕና ስለልኾነት ማለት እዩ። ናብ ዩቲዋት ብፍላይ ከይትኸዱ ብፍላይ ሽደን ሪኣክተት ከይትሰምዑ ከይትብላ እምበር ካሊእስ ድሓን። ናብ ናይ ሎማዓንቲ ቪድዮ እንኳዕ ድሓን መፃኹም ኢለ ዝኣተኽዎ ቪድዮ እዩ ድሓን ኣቐንዩ እታ ፀፅቡቑ የስመዐና። ጽቡቕ ሓሳብ እንድሕር ድኣ ኣለኩም ብርእይቶ መልክዕ ኣብ ናይ ኮሜንት ሴክሽን ወይ ከኣ ኮሜንት ቦታ ብርእይቶ መልክዕ ጽሓፉ። ሓደሽቲ እንድሕር ድኣ ኮንኩም ሳብስክራይብ ግበሩ። ነባራት ኮንኩም ትከታተልዎ ነዚ ቪድዮ ጠቓሚ ኮይኑ እዩ ወይ ከኣ ጠቓሚ እዩ ኢልኩም ትሓስብዎ ናታትኩም ውጽኢት እውን እዩ ናይ ርእይቶታትኩም ውጽኢት እውን ስለ ዝኾነ ብሼር መልክዕ ማለት እዩ ናብ ካልኦት ንኽባጻሕ ግበርዎ። እንተ ነቲ ናይ ሎማዓንቲ ዝነበረና ቪድዮ ግን ብከምዚ ዛዚመዮ ኣለኩ ሰናይ ምክታል ይኩነልኩም ኢለ ዝጀመርክዎ ዳሕና ቀንዮታ ክብለኩም እየ ቻው ልዋም ቅነ።